መዓልቲ ካብ መዓልቲ ክንዘራረበሉ ብብዝሒ ቢዝነስ ኣሎ ብቐሊሉ ገዛኻ ኮፍ ኢልካ ቡን እንዳሰተኻ ዝብል ኣሎ ንሪኦ ንኾን ኣብ ቲክቶክ እዚ ካብ ሓቂ ዝረሓቐ ዘይኮነስ ፋንተሲ እዩ ማለት እዩ ከምዚ ምሻሎ ብሕልምኻ ጥራሕ ክትካይዶ ትኽእል ቢዝነስ ከይፀዓርካ ከምኡ እዩ እዚ ከምኡ ዝበሃል የለን እዚ ከይፀዓርካ ሻሂ እንዳሰተኻ ላፕቶፕ ሒዝካ ኣብ እንዳ ኮፊ ኮይንካ ቢዝነስ እሱ ኣይኮነን ማለት ቢዝነስ ከምኡ ዝበሃል የለን ስለዚ ንእሱታት ኩሉ ምንታን ካብኡ ክንድሕን ከምኡታት ግዳያት ከይንኸውን ኣብዚ መፂና እቲ ቢዝነስ ናይ ሓቂ እንታይ ምዃኑ ከመይ ኢሉ እዩ ዝሰርሕ ቢዝነስ እቲ ናቱ ዘሎ ኣሉታውን ኣወንታውን ጎድንታት ከዓ እንታይ ምዃኑ ክሳራታት እንታይ ዓይነት ቢዝነስ እዩ ክሳራ ዘለዎ? ንኣብነት ሬስቶራንት ሓደ ካብቲ ዝኸፈኣ ክንብሎ ንኽእል ዓይነት ቢዝነስ እዩ። ብብዙሕ ወጻእታት ዘለዎ እቲ ንመግቢ ተዘይተሸጡ ሽዑ ንሽዑ ክባላሾ ዝኽእል ቦታ ሰብ ተዘይኣትዩ ወዘተ ብብዙሕ ወጻእታት ዝጅምር ዓይነት ቢዝነስ ከኣሉ ከምዚ ሪስክ ኣዝዩ ሃይ ሪስክ ዘለዎ ሰማንያ ሚእታዊት ሬስቶራንት ኣብዚ ዓዲ እንግሊዝ ዝመፀ ሪፖርት ኣብዚ ትምህርቲ እውን ኣሎ ኣብ ውሽጢ ሓሙሽተ ዓመት ሰማንያ ሚእታዊት ይዓፁ እዮም ይገድፉ እዮም ስራሕ ማለት ምክንያት ኣይዋፅን እዩ ስለዚ ኣዝዩ ከቢድ ዝኾነ ቢዝነስ ኣሎ፣ ክትዕወተሉ ትኽእል ቢዝነስ ኣሎ ወዘተ እዚታት እውን ኣብዚ ትምህርቲ ኣሎ ማለት ስለዚ ነዛ ናይ ቢዝነስ ከዓኒ ክንሪኣ ሓፈሻዊ ከምዚ ናይ ሓፈሻዊ ትምህርቲ ናይ ኮምፒውተር ሓፈሻዊ ትምህርቲ ናይ ቢዝነስ ከምዚ ዲብ ዝኾነ ብዙሕ ካልኩሌሽን ዘድልዮ ኣይኮነን ማለት እዩ ብዛዕባ መፅናዕትን ንኣብነት በዓል ኖኪያ ወዘተ ንዝክሮም ኢና ስለምንታይ እዮም ጠፊሾም ከሲሮም ዘየለዉ ወዘተ ብዛዕባኦም እውን እዚ ኬዝ ስታዲ ዝበሃል እውን ትካላት ብዛዕባ ኬዝ ስታዲ ብዛዕባ ቅድሚ ሕጂ ዝጠፈሹ ትካላት ስለምንታይም ጠፊሾም ዝብል ብዛዕባ ስቶሪ ናይ ዝተፈላለዩ ካምፓኒታት እውን ኣብዚ ገሊፅናዮ ኣለና ናይ በዓል ኖኪያ ብላክቤሪ ካልእ ብዛዕባ ታሪክ እንድሕር ክነብል ደሊና ናቶም ቀንዲ መውደቂኦም ማለት እዩ ስለዚ ከምኡ ኩሉ ክሳይ ዝሸፈነ ኮርስ እዩ ኣቲና ኣብኡ ክንሪኦ ምናልባት ኣብዚ ትምህርቲ ንምእታው ብናይ ወርሓዊ እቲ ዝሓሰረ ዓሰርተ ሓደን ትስዓን ትሽዓተን ከፊልና ድላይና ትምህርቲ ንመሃር ኣብቲ ዝደለኒ ከዓ ካንሰል ንገብሮ ማለት እዩ ብከምዚ መንገዲ ኣይ ቲንክ ርትዓዊ ምስለኒ እቲ ዝገበርናዮ ክስታይ ዋጋ ሓደ ከምኡ ኢሉ መጀመርያ ምስ ጀመርናዮ ዕግበት ዓማዊልና ብተግባር ርኢና ገለ ኢሉ ፅሒፍልና ማለት እዩ ዕጋበት ክስታይ ኣላ ምሽ ከምኡ ጠቕሲ ዕግበትና ዓማዊል ገለ ፍልፍል ከምኡ ኢሉ ማለት እቲ ዋጋ ምስ ረኣዮ ስለዚ እቲ ዋጋታት ከምኡ ብምግባርና ንሓንቲ ኮርስ ዘይኮነ ንኩሉ ኮርሳት ድላይና ተማሂርና ወላ ወርሒ ተማሂርና ካንስል ክንገብሮ ንኽእል ኢና ማለት እዩ ስለዚ ብዝተረፈ ዝኾነ ሕቶ እንተሎ ኣብ መወዳእታ ከነብሎ ሕጂ ቀፂልና እታ ክስታይ እታ ኣብ ቀዳማይ ደረጃ ኤክስትራ ለስን ብምኻን ንዓ ክንሪኣ ማለት እዩ እታ ኮርስ ናይ ሓሙሽተ ናይ ሽዱሽተ ደቂቃ ናይ ክልቲኤን ብሓንሳብ ድሕር ሓዊስናየን